ዝቐረብኩ ኣብ ሜሬጅ ወይ ከኣ ኣብ ሓዳር ጽቡቕ ዝኾነ ጾታዊ ርክብ ንኽህልወና ዝጠቕሙና ነገራት እየ ሒዘልኩም ቀሪበ። ኣብ ሓዳርኩም ኩሉ ግዜ ፍቕርኹም ስሙርን ጽቡቕን ዝኾነ ዘለቄታ ዘለዎን ንኽኸውን ፍጻሜኡ ጽቡቕ ንኽኸውን ይጠቕመኩም ኢለ ዝሓሰብክዎ ዋናን ወሳንን ነገር እየ ሎማዓንቲ ሒዘልኩም ቀሪበ። እና ንሎሚ ሒዘልኩም ዝቐረብኩ ከምቲ መጀመርያ ዝበልክዎ ፅቡቅ ዝኾነ ፆታዊ ርክብ ኣብ ሰብኣይን ስበይትን ንክህሉ ዝጠቅሙና ነገራት ማለት እዩ። መጀመርያ ክዛረቦ ዝደሊ ብጣዕሚ ከምዚ ዓይነት ሕጉሳት ንከይንኸውን ወይም ከዓ ዕጋበት ንከይህልወና ኣብ ዝገበርናዮ ነገር ካብ ዝገብሩና ነገራት ክንጅምር እቲ ናይ መጀመርያ እንታይ እዩ ጓል ኣንስተይቲ ምኽንሻፍ ወይም ከዓ ምግራዝ ዝተገርዘት እንድሕር ኮይና ወይም ከዓ ዝተፈላለዩ መድሓኒታት ናይ ሽኮር ናይ ደም በዝሒ ክኾኑ ይኽእሉ ከምኡ ዓይነት መድሓኒታት እንድሕር ትወስድ ኮይና እዚኣቶም ብዝተወሰነ መልክዑ ክቕንስዎን ከዳኽምዎን ይኽእሉ እዮም ካሊእ እውን ሳልሳይ ምኽንያት ብዙሕ ግዜ ብኢንፌክሽን ዝተጠቐዐት እንድሕር ኮይና እዚ እውን ብዙሕ ስምዒት ንኸይህልዋን ቶሎ ንኸይትኣቱን ካብ ዝገብሩ ነገራት እዮም እና እዚኣቶም ናይ ጓል ኣንስተይቲ እዮም ናይ ወዲ ተባዕታይ ካዓ ከምኡ ሓደ ሳይኮሎጂካሊ ካልኣይ ካዓ ስንፈት ሕማም ከምዚ ዓይነት ነገራት ከጋልፅዎ ይክእሉ እዮም ናብ ከምዚ ዓይነት ነገር እዚኣቶም መጀመርያ ክዛረብ ዝደሊ ቅድሚ ናብቲ ዋና መልእክተይ ምእታወይ ብሕክምና ማለት እዩ ናይ ሕክምና ናብ ሕክምና ብምክያድን ንሕክምና ረድኤት ብምርካብን ክመሓየሹን ክዕረዩን ዝኽእሉ ነገራት እዮም ኣብዚ ሎሚ ዝሰልጠነ ዘመን እዩ ምንም መድሓኒት ዘይብሉ ነገር የለን ከምዚ ዓይነት ነገራት ሲምፕል ነገራት እዮም ከም ከቢድ ነገር ጌርና ክንሪኦም የብልናን ከምዚ ዓይነት ችግር እንድሕር ሃሊና ቶሎ ናይ ሕክምና በዓል ሙያ ብምምኻር ዝተፈላለዩ ክሕግዙና ዝኽእሉ ቅብኣታት ብዙሕ ነገራት ስለ ዘለው ንዓኣቶም ምጥቃም ይከኣል እዩ ማለት እዩ። እና ናብቲ ናይ ሎሚ ሓሳበይ ክኣቱ ከለኹ ሓዳር ወይ ኣብ ሓዳር ዝግበር ጾታዊ ርክብ ሎሚ እተጀመረ ኣይኮነን። ዓለም ካብ ትፍጠር ጀሚሩ ዝነበረ እዩ፣ ክሳዕ ሕጂ ከዓ ዘሎ እዩ። ፈጣሪ ከዓ ደቂ ሰባት ሕጉሳት ንክኾኑን ብዝሑ ተባዝሑ ብቻ ኢሉ ዝሃበና ነገር ኣይኮነን። ግን ሕጉሳት ንክንከውን ኣብ ሰብኣይን ኣብ ሰበይትን ምትእስሳር ንክህሉ ሓደ ኣካል ስለ ዝኾንና ምቅርራብ፣ ብዙሕ ነገር ስምዒትና ንኽወሃሃድን ኣብ ህይወትና ጽቡቕ ዝኾነ ርክብ ንኽህሉን ዝተፈጠረ ነገርን ጽቡቕን ቅዱስን ነገር እዩ እና እዚ ክንፈልጥ ኣለና መጀመርያ ማለት እዩ ናብቲ መልእኽተይ ክኣቱ ከለኹ በተለይ ደቂ ኣንስትዮ ደቂ ኣንስትዮ ክጅምር መጀመርያ ሰለስተ ፓርትታት እዮም ዘለዉ ናይ ፆታዊ ርክብ መጀመርያ ምሽኩርማም ክንብሎ ንኽእል እንደ ብትግርኛ እንታይ ከም ዝበሃል ይፈልጥ ግን ምስሕሓብ ኣሎ እና መጀመርያ ሰብኣይ ክኣቱ ከሎ ገዛ ኣትራክት ክትገብሮ ኣለዋ ሰበይቲ ጓልን ሰበይቱ ኣትራክት ክትገብሮ ኣለዋ ክትስሕቦ ኣለዋ ክትማርኾ ክትክእል ኣለዋ እና በተለይ ክትጥንቀቆ ዘለክን ነገር ኢለ ዝሓስብ ኩሉ ግዜ ኣብ ገዛ ኩላህና ደቂ ኣንስትዮ ነናትና ዝኾነ ጽባቐ መልክዕ ብተፈጥሮ ዝሃበና ነገር ኣሎ ነናህና ዝኾነ ውበት ኣለና ንኹሉ ጓል ኣንስተይቲ ሓደ ዓይነት ተፈጥሮ እዩ ፈጣሪ ሂብና እተፈላለየ ነገር ኣይሃበናን እና ተፈጥሮ ንኣካላትና ጽቡቕ ገይሮም ኣጉልሆም ክርእዩ ዝኽእሉ ኣብ ቅድሚ ሰብኣይና ንዕኡ ክማርኽዎ ዝኽእሉ ንሳቶምን ዝፈትዎም ነገራት ክንገብር ኣለና ብዙሕ ግዜ ዝተለመደ ነገር ኣሎ ታይ ኢና ንገብር ንደገ ክንወፅእ ከለና ብጣዕሚ ንዝንጥመው ገዛ ግን ገለ በቃ ዝርኽርኽ ኢልና ገለ ንመስል ሕማቅ ክዳን ፌድ ዝገበረ ዝኣረገ ቱታ ገለ መለ ኢና ንኽደን እዚ ኣነ ይመኽሮን ክንገብሮ ዘለና ነገር እንታይ እዩ ቢያንስ እስኪ ኣመጣጢና ኢንቨስት ንግበር ካብ ንደገ ንከዶ ብጣዕሚ ክባር ጌርና ኣብ ደገ መን ይሪኤና ካሊእ ሰብ እዩ ዝሪኤና ኣብ ገዛ እዩ ሰብኣይና ዝሪኤና በተለይ ከዓ ኣብ ገዛ ንውዕል ደቂ ኣንስትዮ እንድሕር ኮይና ሞር ኢንቨስት ክንገብር ዘለና ኣብ ገዛ ኣብ ንክደኖም ክዳውንቲ እዩ ኣብ ገዛ ኣብ ንክደኖም ክዳውንቲ እሺ ዝከበረ እሞ ኣይንግዛእ ተኪኢልና ቢጃማታትና ክባር ክባር ቢጃማታት ክንገዝእ ኣለና ዋና ንዓና ኣካልና ስለ ዝኾነ ክሕጎሰልና ዘለዎ ማለት እዩ። ተዘይኪኢልና ግን ቢያንስ ቫላንስ ንግበሮ ንደገ ክንወጽእ ንኽደኖም ክዳውንትን ኣብ ገዛ ንኽደኖም ክዳውንትን ቫላንስ ዝኾኑ ፌድ ዝገበረ ዝኣረገ እንትን ዝበለ ክዳውንቲ ኩሉ ኣውጺእና ክንጉሕፎ ኣለና። ኣብ ገዛ ኣትራክቲቭ ጽቡቅ ዝኾነ ነገር ክንክደን ኣለና ሰብኣይና ክመጽእ ከሎ ብደስ ዝብል ገጽ። ብዝተፈላለየ ኢሞሽን፣ ጭንቀት ገለመለ ችግር ክንውዕል ንኽእል ኢና። ህይወት ዝተፈላለየ ነገር ኣለዎ ግን ቢያንስ ካብ ደገ ክመጽእ ከሎ ሕጉሳት ኮይና ጽሩያት ኮይና ብዝተኻእለና መጠን ተፈጥሮኣዊ ዝኾነ ነገር ተቐባቢእና ጽቡቕ ኮይና እቲ ዘለና ነገር ብንጽህና ሒዝና ጽቡቕ ዝኾነ ብጃማ ጌርናን ክንጸንሕ ኣለና። እዚ ማለተይ ጓል ኣንስተይቲ ሴክሹዋል ነገር ብቻ እያ ማለተይ ኣይኮንኩን ግን ግደ ስለ ዘለዎ እዩ። ከምዚ ጽቡቕ ምዃን ግደ ኣለዎ ማለት እዩ። ምክንያቱም ሰብኡት ናቶም ገድፎም ናብ ካሊእ ይኸዱ ምንም ዝተፈለየ ነገር ኣብ ካሊእ የለን ንዓኺ እውን ከምኡ ዓይነት ፅቡቅ ዝኾነ ውህብቶ ተዋሂብኪ ከምታ ናይ ካሊእ ዝበለ ተፈጥሮ ኣለኪ እና ባዕልኺ ግን ተፈጥሮኺ ፅቡቅ ኮይኑ ቅድሚ ሰብኣይኪ ንክረአ ንዑ ኣትራክት ንክትገብርን ክትሓስቢ ኣለኪ ከምኡውን ንወዳት ክዛረቦ ዝደሊ ነገር በተለይ ጽሬትካ ምሕላው ካብኡ ከዓ ዋና ክመክሮ ዝደሊ ነገር ኩሉ ነገር ኣብ ሰበይትካ ኣሎ ሲልካ ዝተጋነነ ነገር ኣብ ኢንተርኔት ብምርኣይ ዝተጋነነ ነገር ናይ ሓንቲ ኣክተር ወይ ናይ ሓንቲ ገለ ቅርፅታት ብምርኣይ በዓልቲ ገዛኻ ከምኡ ክትከውን ኣይትሕሰብ እቲ ናታ ፅቡቕን እግዚኣብሄር ዝሃባን ተፈጥሯዊ ነገር ክትቀበሎ ኣለካ ንሱ እዩ ናትካ እምበር ካብ ካሊእ ዘሎ ዝተፈላለዩ ነገራትን ንሱ ብቻ ዓላምአን ገይረን ዝነብራ ደቂ ኣንስትዮ ዝለቆ ከምዚ ዓይነት ነገር በተለይ ካብ ትርእይዎ ብጣዕሚ ክትጥንቀቁ ኣለኩም ኢለ ዝኣምን ከምዚ ዓይነት ነገራት ምንም ጥቅሚ የብሎምን በቲ ዘለካ ነገር በቲ ኣብ ኢድካ ዘሎ ነገር በቲ ኣብ ኢድካ ዘሎ ወርቂ ክትሕጎስን ትኩረት ክትብን ኣለካ ካሊእ ነገራት ትኩረት ምግባር ምንም ኣብ ሂወትካ ዝጠቅመካ ነገር የለን እንትርፊ ምጉዳእ ማለት እዩ በተለይ ከዓ ምስ ሕማቃት መሓዙት ንሱ ብቻ ዕላሎም ምስ ዝኮኑ መሓዙት ወይም ከዓ ከምኡ ዓይነት ቪድዮ ብቻ ሙሉእ መዓልቲ ምርኣይ ሰውነትና ዝረኣዮ ነገር ስለ ዝገብር ጠቓሚ ኣይኮነን። ገደብ ዘለዎ ከምቲ መጀመርያ ዝበልክዎ ገደብ ዘለዎ ሪሌሽንሽፕ ምስ በዓልቲ ቤትካ ክትሕጎሰሉ ክሳዕ እተ- ዝተፈጠረ ክትሕጎሰሉ ኣለካ እምበር ዝኾነ ዝለዓለ ኢማጂኔሽንና ዝለዓለ ፍልጠትን ሪሰርችን ዘድልዮ ነገር ኣይኮነን። ተፈጥሯዊ እዩ። እግዚኣብሄር ዝሃበና ነገር እዩ ንሕና ከዓ በግባብ ክንጥቀመሉ ኣለና ብፅቡቅ መንገዲ ክንጥቀመሉ ኣለና ማለት እዩ እና ኣወዳት እውን ከምዚ ክኸውን ክትገብሩ ኣለኩም ከምቲ መጀመርያ ዝበልክዎ ሲ ካብ ብዙሕ ነገር ምርኣይ ዘይኮነስ ናታ ግን ትኩረት ጌርካ ኣትራክት ዝገብረካ ነገር ናታ ምድናቅ ብኡ ምምሳጥ ፅቡቅን ጠቃምን ነገር እዩ ከምኡ ተንገብር ይምከር እቲ ካልኣይ ግልፂ ዝኾነ ምዝርራብ ወይም ከዓ ግልፅነት ዘይምትሕፍፋር ክልቴና ማዕረ ተጫወቲ ክንከውን ኣለና እምበር ሓደ ጸግዒ ሒዙ ከፍ ዝብል ክኸውን የብሉን። በተለይ ደቂ ኣንስትዮ ብዙሕ ግዜ ሓፊርክን ጸግዒ ትሕዛ ወይም ከኣ ከም ክብሪ ክትርእዮኦ የብልክንን። ሰብኣይክን ማለት ኣካልክን እዩ ካብኡ ምንም ትሓብኦኦን ትኾርዓሉን ትኸብራሉን ነገር የለን። እና ሓደ ቦታ ጸግዒ ሒዝክን ትቕመጣ ወይም ከኣ ኩሉ ነገርክን ተሸፋፊንክን ክትረኣያ ዘይትደልያ እንድሕር ኮይንክን ብጣዕሚ ዓብዩ ተጽዕኖ ኣለዎ። ምንም ንዕኡ ተፈጥሮ እዩ። ንሱ ከዓ ሰብኣይ ክኒ ምንም ካብኡ ዝሕባእ ነገር የለን ግልፂ ምኳን ዘለክን ነገር ምቕባል ካብኡ ከዓ እንደገና ከምቲ መጀመርያ ዝበልኩ ማዕረ ተሳታፊ ምኳን ኩሉ ግዜ ሰብኣይኪ ብቻ ንዓኺ ትሪት ክገብር ከሕጉስ ወይ ገለመለ ዝፅዕር እንድሕር ኮይኑ ሓደ ግዜ ሰልችይዎ ይገድፎ ወይም ከዓ ከም ኣጋጣሚ ኮይኑ ሰብ ዘይጋገ የለን ተጋግዩ ካሊእ ነገር ተርእዩ ተመሊሱ ናባኻ ይመፅእ እና ግልፂ ኮንኪ ኩሉ እቲ ካሊእቲ ጓል ኣንስተይቲ ዘለዎም ንዓኺ ከም ዘለኪ ተፈጥሮ ዝሃበኪ እግዚኣብሔር ንኩሉ ማዕረ ገይሩ ስለ ዝፈጠሮ ናይ ባዕልኪ ዝኮነ ፅባቀ ከም ዘለኪ ግልፂ ክትኮኒ ኣለኪ በተለይ እዚ ብባህልን ብሃይማኖትን ተኣሲርና ከም ክብሪ ወይ ከዓ ከም ዝኮነ ነገር ክንሪኦ የብልናን በቃ ተወዲኡ እግዚኣብሔር ሓዳር ቅዱስ እዩ ኢሉ እዩ ፈጣሪ ሓዳር በቃ መደቀሲኡ እውን ቅዱስ እዩ ሓዳር ቅዱስ እዩ ስለ ዝበለ በዚ ምንም ዘሕፍርን ወይ ከዓ ንሓደ ተሳታ ንሓደ ብቻ እንትን ዝገብርን ኣይኮነን እና በተለይ ከዓ ግልፅነት ብዙሕ ግዜ በተለይ ደቂ ኣንስትዮ እንድሕር ዘሕመክን ፅቡቅ ዘይኮነ ስምዒት ዝስመዐክን ኮይኑ ምስ በዓል ቤትክን ግልፂ ኮይንክን ስለ እትነገርሱ ክትዘራረባ ኣለክን ወይም ከዓ ከመይ ተገይርክን ንሱ ከም ዝሕጎስ ምዝርራብ ብጣዕሚ ዘድሊ ነገር እዩ ምክንያቱም ወይ ናሓመኪ ከም ግዴታ ሪኢክዮ እንድሕር ትገብሪ ኮንካ መጨረሻ የስልችወኪ ትበሳጨዊ ከም ስራሕ ትርእዮ ትኹን ግን ምዝርራብ እንድሕር ንስኺ ዘሕመ ኮይኑ እንታይ ዓይነት መፍትሕታት ክትገብሩ ከም ዘለኩም ወይ ከመይ ጌርኩም ክተስተሃህልዎ ከም ዘለኩም ብግልጽነት ምዝርራብ ከምኡ ከዓ ከመይ ተግበርና ይሓይሽ ከመይ ኮነ ኣለዎ ኣብቲ ግዜ እሱ ዘይኮነስ ካብ ወፃኢ ከመይ ንሱ ከም ዝፈቱ ሕጉስ ድዩ ብዘሎ ነገር ኢልኪ ንስኺ ምዝርራብ ንሱ እውን ምዝርራብ በተለይ ከዓ ደቂ ኣንስትዮ ከምዚ ነገራት ግልፂ ክትኮን ኣለክን ምክንያቱም ኣወዳት ከምዚ ዓይነት ነገር ክዛረቡ ከለዉ ንእሽተይ ዝኸብድ ነገር ኣሎ ብዙሕ ግዜ ወዲ መራሒ ክኸውን ከሎ እንታይ እዩ ዝሕሰብ ወዲ ከም ኣጥቃዒ በቃ ማለት ኣብ ጾታ ከም ደፋሪ ከም ሓያል ከም ብግዴታ ዝገብር ተገይሩ ስለ ከም ዝሕሰብ በተለይ ዝምከር ብዙሕ ግዜ ብዙሓት መጽናዕንታት ከም ዝብልዎ ኣዋልድ መራሕቲ ተዝኾና ይምከር ሊድ ተዝገብራ ግን ከምቲ ዝነገርኩ ማዕረ ክንከውን ኣለና እቲ ወዲ እውን ከምኡ ኢሉ ጓል ብቻ እንትን ትበል ኢሉ ስቕ ዝብል ወይ ከዓ ንዓ እንትን ዘይገብር ኮነ የብሉን ብተራተራ ክልቴና ማዕረ ክንከውን ኣለና እዚ ጠቃሚ ነገር እዩ ከምቲ መጀመርያ ዝበልኩ ዋናን ጠቃምን ነገር ግልፅነት ግልፂ ኮንካ ምዝርራብ በቃ ዘይምትሕፍፋር ምልምማድ ምክንያቱ ብዙሕ ግዜ መጀመርያ ዘይክትረዳዳእ ትኽእል ኢኻ ግን ቀስ ብቐስ ናተለማመድካ ናተፋለጥካ ብግልፅነት ናተዘራረብካ ክትከይድ ከለኻ ናብቲ ሕጉስ ዝገብርን ፅቡቕ ዝኸውን መንገዲ ክንከይድ ንኽእል ማለት እዩ። ናብቲ ዋናን ሳልሳይ ነገርን ክኸይድ እቲ ሳልሳይ ነገር እንታይ እዩ ናብ ፅቡቕ ዝኾነ ዓሚቕ ዝኾነ ስምዒት ወይም ከዓ ደስታ ክንኣቱ ካብ ዝገብሩና ነገራት እቲ መጀመርያ እንታይ እዩ ቦታታት ምፍላጥ ምንም ቅልል ዝበለ ነገር ካሊእ ዲፕ ዝኾነ ሪሰርች ወይ ከዓ ንኩዒትና ንረኽቦ ኣብ ውሽጢ መሬት መዓድን የለን ስል ይኹም እቲ መጀመርያ ዝበልኩም ተፈጥሮ በቃ ብተፈጥሮ ተማሂርናዮ ዝመፃና ነገር እዩ ግን እንታይ እዩ ከም ግልፅነትን ካብኡ ከዓ ምፍላጥ ኣበይናይ ኣበይናይ ቦታ እዩ ሕጂ ወዲ ተባዕታይ ደስ ክብሎ ዝኽእል ነርቭታት ኣለው ስምዒቱ ወይም ከዓ ፅቡቅ ዝኾነ ምልዕዓል ንክህልዎ ካብ ዝገብሩ ሕጂ ንኣብነት ኣብ እዝኒ ከባቢ ሓደ ግዜ ወይ ዲፕ ጌረ ስሌኦ ክሰርሕ እየ እንድሕር እዚ ቪድዮ እዚ ፈቲኹሞ ላይክ ጌርኩሞ ሼር ጌርኩምን እንድሕር ፈቲኹሞ ዲፕ ጌረ ከዓ ስሊኡ ካሊእ ግዜ ክሰርሕ እየ እና ኣብ እዝኒ ከባቢ ከምኡ እውን ኣብ ክሳድ ከባቢ ኣለው ሆርሞናት ዘምንጩ ፅቡቅ ዝኾነ ናብ ስምዒት ከእትውና ዝኽእሉ እና ኣብ ምንታይ ምንታይ ቦታ ንሱ ደስ ይብሎ ወይ ንሳ ደስ ይብላ ክንዘራረብ ንኽእል ኢና ምንም ከቢድ ነገር ኣይኮነን እዚኣቶም ብምፍላጥ ክንሕጎስ ንኽእል ኢና እምበር በተለይ ኣነ ሳልሳይ ሰብን ፖርኖግራፊን ብጣዕሚ ሓደ ብባህልና እውን ብሃይማኖትና እውን ሕማቕ ዝኾነ ነገር እዩ፣ ካልኣይ ከዓ ብዙሓት ፅንዓታት ከም ዘረጋገፅዎ ኣብ ሪሌሽንሽፕ ወይ ከዓ ኣብ ሓዳር ከምዚ ዓይነት ፊልምታት ምርኣይ ብጣዕሚ ጎዳእቲ ነገራት ን ሪሌሽንሽፕና ከፍርስዎ ዝኽእሉ ነገራት እዩ። እስኪ ቅልል ኣቢልኩም ሕሰቡ ወደ ሓዲ ኣይዛረብ እሞ ከመይ ኢሉ እዩ ምስ ሰበይቲ ኮይኑ ናይ ካሊእ ሰውነት ናይ ካሊእ እንትን በተለይ ከዓ ምሳኣ ኮምፔር ይገብረኪ መቸም ከምተን ኣብኡ ዘለዋ ኣዋልድ ሰበይትኻ ዝተስኣለትን እንትን ዝበለትን ዘይክትከውን ትኽእል እያ እና ብጣዕሚ ብዙሕ ጠቐምቲ ብዙሕ ጎዳእቲ ነገራት ኣለዎ ብጽንዓት ተመርኮዘ ቪድዮ ክሰርሕ እየ ስለዚ ብጣዕሚ እየ ክሰርሕ ዝደሊ እና እዚ ኣየድልን ሜሬጅ ሓደ ንሓደ ናህና ናይ ሜሬጅ ሴክሹዋል ላይፍና መመዘኒኡ ወይም ከዓ መስፈርቱ መምሃሪና ፖርኖግራፊ ኣይኮነን ናህና መምሃሪና ሓደ ናቹራሊ ከምቲ ዝነገርኩም ካልኣይ ከዓ ሳይንሳዊ ዝኾኑ ነገራት ምፍላጥ እዚ በቃ ኣብ ምንታይ ኣብ ምንታይ ጓል ኣንስተይቲ ትነኪኣ ወይ ደስ ይብላ እዚ ምፍላጥ ጽቡቕን ጠቓምን ነገር እዩ። ተዘይኮይኑ ግን እዚ ናብ ኣዲክሽንን ናብ ዝተፈላለዩ ጥልቂ ዝኾኑ ሕማቕ ዝኾኑ መንገድታት ዝወስድ ቪድዮታት ምርኣይ ኣይመኽሮን። ኣቕረብኩልኩም ቪድዮ እንድሕር ፈቲኹምዎ ላይክ ምግባር ኣይትረስዑ። ንሓደሽቲ ናይ ዩቲብ ቻናለይ ተመልከትቲ እውን ሰብስክራይብ ግበሩ። ከምኡ እውን ንካልኦት ይጠቅም ኢልኩም እንድሕር ሓሲብኩምዎ ሼር ምግባር ኣይትረስዑ። ንሎሚ ኣብዚ ወዲኤ ኣለኹ። ብኻሊእ ቪድዮ ክሳዕ ንራኸብ ቻው።